ሓራስ ኣብ ዓሰርተ ክልተ መዓልቲ ደገ ትወጽእ፣ ጸሓይ ትጽሎ፣ ቡን ይግበር፣ እታ ኣደን ቆልዓን ኩሕሊ ይኳሓሉ፣ ኣብ ዓሰርተ ክልተ ተባሂሉ ይበዓል ድዩ? ከምኡውን ኣርብዒን መጀመርያ እዚ ጉዳይ እዚ ብእምነት ዝተትሓዘ ድዩ ወይስ ስፐስፊክ ዝኾነ ጥቕሚ ኣለዎ ተባሂሉ ዝግበር እዩ ከም ኣነ ከም ሙስጠፋ እንሻላ ነዚ ቪድዮ ትሪኡ ኣዴታት ስፔሻል እንተ ኣለኽን እንሻላ ኮመንት ግበሩለይ እንደገና ካልኣይ መፂና እንሻላ ብዛዕባ እዚ ክንዛረብ ንምንታይ እየን ዝገብረኦ ማዕሉማ የብለይን እንተ እምነት ኣለዎ ኮይኑ እንተ እምነት ኣለዎ ኮይኑ ኣብዚ ዓሰርተ ክልተ መዓልቲ እዚ ስፔሻል ኣሎ ወይ ከዓ ከምዚ ክግበር እዩ ወይ ከዓ ከምዚ ኣሎ ደሊል የድልየና ደሊል ስጋብ ዘየለ ከዓኒ ክትገብሮ እንታይ እዩ ኣይፍቀድን እዩ ማለት እዩ ወይ ከዓ ፍርሂ ወይ ከዓ ከምዚ እንተ ደኣ ዘይኮነሲ ከምዚ ክረኽቦ እዩ እቲ ቆልዓ ወይ እቲ ኣደ ከምዚ ክረኽባ እዩ ተባሂሉ ዝግበር እንተ ደኣ ኮይኑ ከኣ Again ነዚ ትፈርሆ ደለኻ ወይ ከኣ እዚ መዓልቲ እዚ ፈሊኽሎ ደለኺ ኣንቲ ኣደ እንታይ የድልዮ ደሊል የድልዮ እዚ ከኣ ደሊል ስለ ዘየለ ነዚ ነገር እዚ እንታይ ትገብሮ ዘለኻ ጌጋ እዩ ማለት እዩ እምነት ዝተወሰኸ እንተ ኮይኑ ከኣ ሞር ኣብ ዝገፍዐን ኣብ ካልእን ኣብ ሽርክን ዶ እቱ ነገር እንተ ኣሎ ኮይኑ ምስቲ እምነት ተተሓሓዘ እንተ ደይ ወጻኹ ከምዚ ክኸውን እየ እንተ ደይ ወጻኹ ከምዚ ክገብራኒ እየን ከምዚ ከብላኒ እየን ደይትፈልጦ ነገር ከም ዝበልክዎ እንታይ እዩ እቲ ድሕሪ እዚ ዓሰርተ ክልተ መዓልቲ እዚ ኑጹር ዝኮነ ኢንፎርሜሽን የብለይን ኣነ እንሻላህ ከም ዝበልክዎ ነዚ ትሰምዕዎ ዘለኩም ኣሕዋት ከምኡ ውን ኣሓት ዘለኩም ማዕሉማ እንሻላህ እንታይ ግበሩለይ ኮመንት ግበሩለይ ነዓም እንተ ሓንቲ ዘይብሉ ኮይኑ ካብዚ ጀስት ኖርማሊ ሻሂ ስተይ ቡኒ ስተይ ዋላ ሓንቲ ዓላቃ ዘይብሉ ብእምነት ይኹን ብጥቅሚ ስፐስፊክ ነገር ዘይግበር እንተኾይኑ እዚ እንሻላ ሽግር የብሉን እዚ እንሻላ ሽግር የብሉን ግን ከምዝበልክዎ ነቲ መዓልቲ እቲ ፍሉይ እምነት ጌርካሉ ጥቅሚ ኣለዎ ኢልካ ትገብሮ እንተደኣ ኮንካ ወይ ፈሪህካ እትገብሮ እንተደኣ ኮንካ ክልተ እዚ ደሊል የድልየካ ካብ ዲን ተሞርኪስካ ኣብ ዲን ዘየለ ክትገብር እንከለኻ ከኣኒ ሓደ እቲ ቢድዓ ትገብር ኣለኻ ወይ ከኣ ዘይተፈቐደ ነገር እትገብር ኣለኻ ወይ ከኣ እቲ እትፈርሖ ዘለኻ ትኣምኖ ዘለኻ ካልእ ወይ ናይ ጅኒ ምትሕሓዝ ክህሉ ክእል ወይ ናይ ካልእ ዝኸፈኤ ኣብ ሽርክን ኣብ ካልእን ዘእቱ ነገር ክኸውን ስለ ዝኽእል Again እዚ ጉዳይ እዚ እንሻኣላህ እቲኤን ፍልጠት ዘለክን ኣብ ዓድና ብዛዕባ እዚ እንሻኣላህ ኣብ ኮመንት ጸሓፉለይ ካብኡ ተበጊስና እንሻኣላህ እቲ ሕኩም ወይ ከኣ እቲ ፈትዋ ካብ ዑለማእ እንሻኣላህ ተወኪስና ክንመጽኣኩም ወቢላሂ ተውፊቅ ወሰላሙ ዓለይኩም ወረሕመቱላሂ ወበረካቱ።